ኣብ በዓል ኣሜሪካ ካናዳ እኮ ከም ኣርባዕተ ባኒ ተገዚእኻ እኳ ኒም ከም ኣሕርማሩ ብኻ ባዕ ያረብ የልካ ኣማራ ኢኻ ተጋንን ባዕ ያማራ ኢኻ ተጋንን እንታይ ከተውፅእላ ደሊኻ ፅብቕቲ እንድያ ኣፋኸ ኣፋ ኣፋስ ኣፋኸ ኣፋስ እንታይ ኣፋ ኣፋስ ሓቅኻ ግፊሕ ኢሉ ከምዚ ናይ ኣብዚ እንታይ ገለ ይድበፅሓ ኣፋስ ሓቅኻ ፅቡቅ ኣልካ ኣታ ቅርፃ ከብዳ ኣካይዳኣ እግራ ኣታ ከመይ ኣታ መፍቀሪትካ? ያታ ባዕላ ትፈልጥ ኣታ ንሳ ጽብቕቲ ትኹን ክፍእቲ ትኹን ነዲኣ ተረዲእካ ኣለኻ ክፍእቲ ኮይና ከማን ሕራይ ኣይበለትናን ኣብ ብላክ ሊስት የእትያትና ኣላ ተረዲእካ ኣለኻ ሕጂ ኣነ ናይዛ ሕጂ ፍቂርያ ዘለኹ ንግበር ማርያ ማርያም ትመስል ኣዶይ ትሙት ተትሪኣ እውዶይ ትሙት ተትሪኣ እውይ እውይ ኣታ ስቕ በል ስቕ በል ባዕ ከይብለካ በዚ ሞባይል ጌር ሻሓዋልድ ሻሓዋልድ ክትቃጠብ ርእየካያ ወላ ሓንቲ ይሰልጠካን ይስኻ እንታይ እንታይ እንታይ ጸገምካ እንታይ ሽግርካ

ያእ ክሻ ገንዘብ ደኣ ካበይ ከምጸለን ካበይ ከምጸለን ክሻ ገንዘብ እሞ ሓሶትካ ሒዝካ ትጋባገብ ካዝቢንካ ሒዝካ ትጋባገብ ርደእካ ዶ ዘመነ ቴክኖሎጂ ኢኻ ዘለኻ 21 ሰንቸሪ ርደእካ ቴክኖሎጂ ቴክኖሎጂ ቴክኖሎጂ እዚ ታታታ ሲልካ ሽቓቕ ገለመለ ኣብ ዕስራን ሓደን ክፍለ ዘመን ኮንካ ሽቓቕ ዶ ገለመለ ፍርናሽ ገለ ትብል ዋ ያ እሞ እንታይ ከመይ እያ እያ ካዝቢን ከዓ ከም ገለ እያ ከም ክዛብ ከዓ ከም ገለ እያ እታ ከመይ ከመይ እሞ እያ ደይትኸውን ባዕ

ንመጀመርታ ግዜ ኣብዛ ዓዲ ካብ ዝመጽእ ከምዚ ኣጋጢሙኒ ኣሎ። ማለት'ሲ መኪናይ እናመጻ ከለኹ ተባላሽያ ስዒበ ኡፍ ቡልሽት ቡልሽት ቡልሽት። ኣብዚ ዓዲ ኮንካ እንዳ ተቐመጥካ? ኣእ ኣእ ኣእ ኣብዛ ዓዲ ዝቕመጥ እየ ዝመስል። ኡፍ።

ራሻ እም ኣውስትራልያ ኮታስ ኣብ ዓለም ዘለዋ ሃገራት ክልተ ጥራይ እየ ዘይረኣኹወን ክገርመኪ እቲ ዝገርመኪ ክልተ ሃገር ጥራይ እየ ዘይረኣኹ። ኣብዚ ንኡስ ዕድመይ ነዘን ኩለን ሃገራት ርእየየን እዩ ትብለኒ ተለኻ መቸስ። ዘይእመን እዩ። ኖ ኖ
መጀመርታ ሰብ ከዕልሎ ከለኹ ብዙሕ ኣይኣምነንን እዩ ክሳብ ውሽጥኻ ዝኣቱ እቲ ሓቂ ግን ንሱ እዩ ክገርመኪ ዳዲ ኣዝዩ ሃብታም ሰብ እዩ ኣብ ዓለም ካብቶም ኣነ ዝበሉ ሃብታማት እዩ ነዘን ኩለን ሃገራት ከዓ ምስ ዳዲ ኤርየ ይገርመኪ ንብላዕ ንብላዕ

ዳዲ ኣብ ዒራቕ ናቱ ናይ መፃረይ ናዳዲ ነይሩ ደን ሰበስልጣን ናይ ዒራቕ ነዳዲ ገንዘቡ ይዕምፅዎ ባት ሰበስልጣን ናይ ኣሜሪካ ተቆጢዑ በዓል ቶም ክሩዝ ኣንጀሊና ጆሊ ባራክ ኦባማ ፀሊሎም ተቆጢዖም ንዒራቕ ብሰላም ለሚኖማ ኣብያ ኣቕቢፅኻ

እያ
እያ ቁሩብ ሓሪቑ ነይሩ ኦህ ደም ብዝሒ ገለላቶ ቁሩብ እያ ተሸጊሩ ነይሩ ግን ሰበ ስልጣን ናይ ኣሜሪካ ንኽሓሶ ኢሎም ኮንግረስ ተኣኪቦም ንኽሓሶ ንኽሓሶ ምስ በሉ ሰልዲ ምስ ሃብዎ

ኣነኸ ታይ ካብ ጥጥቖን ከፀልለኒ ክደሊ ጥጥቖ ክፈቱ መዓት እያ። እንታይ ድኣ እዞም ኣብኡ በፂሖም ዝመፀ ክትፅብቕ መዓት እያ ዝብላ። ኦው ሩቲ እነግረክምሽ ኣለኹ ከምቲ ብስእሊ ትርእዮ ኣይኮነን ዱበይ ዱበይ ካብ ኩሉ ካብ ኩሉ ክነግረኪ ኣዝዩ ሕማቕ ዓዲ እዩ ኣነ ካብ ኩትር ምፅላእ ዳዲ ንዝመፅእ ወርሒ ነቲ ኣብኡ ዘሎ ፋብሪካና እንዳ ኣሲጥ ኔክስት ማንስ ክዓፅዎ እዩ ስለምንታይ

ኣብ ዓዲ እንግሊዝ ብዘይ ዳንስታ ክዘውር ዝሓስብ ጽሉል ጥራይ እዩ ላኣውስ ን ብምሎም ጻዓዱ ክገርመኪ ኣብ ዓይኖም ቁልዒ ኣሎ ኣብ ዓይኖም ቁልዒ ኣሎ ያእ ንመጀመርታ ግዜ ጋኒ ኣብ ዓለም ኣብ ዓዲ እንግሊዝ ከም ተረኽበ እዩ ውድብ ጥዕና ዓለም ዝነግሮ ማለተይሲ ዩኒሴፍ ማለት እዩ እንታይ

ሽበ መርህ ጥዋፈ ብርኽ ድብል ምስላ ናይ ኣቦታት ንመጀመርታ ግዜ ኣብ ዝምባበ ርእየ። በጃኻ በል ሓወይ ኣብርሃ በልካዮ ኣለኒ።
ዝምባቤ ማለት ብጀርመን ዘባል ዘንቢል ማለት እዩ። ክገርመኪ ኣብ ዝምባቤ ክሳብ ሰዓት ዓሰርተ ሓደ

ናይጀርያ ኣይፈትዋን ኣይፈትዋን ኣይፈትዋን ናይጀርያ ስርቂ ዓመፅ ክትራን ቅትለን ክመድረኪ ይከት ኣብ ናይጀርያ ዘለዉ ሰረቕቲ ኣዝዮም ቁልጡፋት እዮም መግቢ ወላስ መግቢ ከምዚ ጌርካ ከምዚ ጌርካ ገፈፍ ኢልካ ኣብ ኣፍካ ይተእትዎም ኢኻ ብቕልጡፍ ቀልጢፍካ ከተእትዎ ኣለካ ስለምንታ ካብ ኣፍካ እዮም ዝወስድዎ ናይጀርያ እቲ ዝገርመኪ ሓደ መዓልቲ መኪና ጌረ እንዳኸድፈኩ ክልቲኡ ብጎማ ሰሪዖም እንዳኸደት እዋይ እንዳኸደት ዳ ከመይ ጌሮም እቲ ዝገርመኒሲ
ንዓይን ንፖሊስ ናይጀርያን ዘይተመለሰትኒ ሕቶ እናኸደት ከመይ ጌሮም ሰሪዖም

ዳይመንድ ዳይመንድ እኮ ዓይንኻ ሪእኻዮ ትፈልጥ ሩታ ሪቅና እንዳ ዳይመንድ ነይርና እንዳልኮስ ብዓይንኻ ሪእኻ ትብል ተሰኪፈኪ እየ እምበረይ ኣብቲ መጀመርታ ሌላና ስለ ዝኾነ እምበር ነታ ናተይ ትብላ ጓል ኣንስተይቲ ኢለ ዝተማላእኩላ ፕሮሚስ ሪንግ ስራሓት ኣልማስ ተማሊኤልኪ ነይረ ግን ግን እሞ እንታይ

ማራ ኢኺ ኮሸት ትፍትዊ ጸገም የለን ሳብስክራይብ ክንቅጽል ንኽእል ኢና ስለምንታይ ምስ ኢለ ከነግረኪ ሰብ ሃገራት ኣብ ሂንዲ ባጽ ጥንካረ እዩ ዛስ ዋይ ነብሰ ጹራት ተብዝሓለ ኣብ ሂንዲ ሰብ ሓዳር ድበኣስሉ ምክንያት ከዓ ነግረኪ ውላድ ዝደለየ ሰብ ናብ ሂንዲ ከይዱ ይውላድ

ኦህ ዚስ ኢዝ ኖት ኖውለጅ ዚስ ኢዝ ቪሪ ዳንጀር ካንትሪ ቪሪ ቪሪ ኣድም ኣድም ከውፅና ክብለይክ ኣብ ህንዲ እንታይ ዓይነት ትካል እዩ ዘለኩም? ኣብ ህንዲ ብዙሓት ኢንኩቤተር ኣለዋና ማህፀን ኢና ነካሪ

ዓዲት ምትናና ዝኹሉ ብሓሶት ሃኸ ዝኹሉ ሃገራት ክንከሎ ውዕልናስ ሽሮ ዲስላይክ ዲስላይክ እዚኣ

ደሓን እሞ ስማዕ እሞ ደሓን ምጽናሓና እሞ እዚ ከመይ ናይ ጃጂ ሕቅር ሰሊጥ ይቅር ደህና ናይ ዕቅር ኣደይ ተሞ ኣደይ ተሞ ኣደይ ተሞ ትብለካ ኣለኹ እዚ ኩሉ ዓመታት ተደርቢሸ እዩ ነይረ ምንጪ ፍቅሪ ሓሶት ሓሶት ኣደይ ትሙት ኣታ ነጊርናካ ነጊርናካ እንዲና ነጊርናካ እንዲና ንዓ ጥራሕ ንዓ ጥራሕ ሕጂ ሽቁል ኣምጽኤልካ ኣለኹ እንታይ ሽቁል ሽቁል ኣማጽኤልካ ኣለኹ ሓንቲ ሰበይቲ ንጆሖን እያ እታ ሰበይቲ ኣብዚ ገዛ ምስ ማንዘር ገለገለ እንዲያ ክትሕኪ ሰሚዐያ ሽቃ ክድዕር ኣለዋ